ናብ ዝርዝራት ዜና ክንሰግር፣ ምዕቃብ ማይን ሓመድን ኣብ ምኽዕባት ሕርሻን ምህብታም ትሕተ ባይታዊ ማይን ዘለዎ ተራ ልዑል ብምዃኑ ኣብ ዝሓለፈ ዓመታት ብሰፊሑ ክስራሓሉ ጸኒሑ እዩ። ሳላ እዝን ኣብ ሓርነታዊ ቃልሲ ዝካየድ ተኾስኪሱ ዝማዕበለ መንፈስ ርእሰ ሙርኮሳን ድማ፣ ኤርትራ ኣብ ምርግጋጽ ውሕስነት መግቢ ካብ ዓመት ናብ ዓመት እናደመቐ ዝኸይድ ገስጋስ ተመዝግብ ምህላዋ ይፍለጥ። ናይ ሎሚ ሰሙናዊ ሓተታ ኣብዚ ኣርእስቲ'ዚ ኣተኲሩ ኣሎ። ጸብጻቡ ይስዕብ።
ካብ ነዊሕ ሰሪቱ ዝጸነሐን ኣብ ሓርነታዊ ቃልሲ ዝያዳ ተኾስኪሱ ዝማዕበለን መንፈስ ርእሰ ምርኮሳ፣ እቲ ቀንድን ዘተኣማምንን ጸጋ ወፍሪ ልምዓት ኤርትራ ከም ዝኾነ ሰሙናዊ ሓተታ ገሊጾም። እቲ ኤርትራ ሃገር ጻዕርን ርእሰ ምርኮሳን ብዝብል ኣርእስቲ ዝተዳለወ ሓተታ፣ ወቕቲ ክራማት ሓረስታይ ሃገርና ኣብ ጽዑቕ ስራሕ ዝጽመደሉ እዋን ምዃኑ ጠቒሱ፣ ኣብ ከም ኤርትራ ዝኣመሰለ ብዙሕ ዝናብ ዘየረክብ ከባቢ፣ ክራማት ዝልግሰልካ ማይ ኣብ ጠቕሚ ንምውዓል ምጉያይን ከዘንቲ ማይ ትሕተ ቅርጺታት ብምውዳድ ምሉእ ዓመት ተጠቃምነት ምርግጋጽን ወሳኒ ምዃኑ ብምግላጽ፣ ብዓንተብኡ ጻዕራም ህዝብና ዝናብ ክራማት ኣብ ረብሕኡ ንምውዓል ብትስፉው መንፈስ ኣብ ልሙድ ወቕታዊ ዕዮኡ ተጸሚዱ ከም ዘሎ ኣብሪሁ። ምርግጋጽ ውሕስነት መግቢ ኣብ ሃገራዊ መደባት ልምዓት ቀዳምነት ተሰሪዑ ከቢድ ጻዕሪ ዝካየደሉ ዘሎ ዕማም ከም ዝኾነ ዘመልከተ እቲ ሓተታ፣ ብነዊሕ ኲናትን ተደጋጋሚ ድርቅን ተዳኺሙ ናብ ደረጃ መልመስቲ ወሪዱ ዝነበረ ሕርሻዊ ማእቶት ዳግም ብምብርባር፣ ኣፍራይነት ሕርሻ ንምድንፋዕ ገዚፍ ወፍርን ሃገር ለኸ ዝተወሃደ ጻዕርን ኣብ ምክያድ ከም ዝርከብ ኣረዲኡ። እቲ ሓተታ ብተወሳኺ፣ ሃገራት ዞባ ቀርኒ ኣፍሪቃ ብባህርያውን ሰብ ፈጠሮን ጸገማት ብዘጋጥመን ሕሱም ዋሕዲ መግቢ፣ ዓመት መጸ ንረድኤትን ትካቡን ክጣርዓ እንከለዋ፣ ኤርትራ ዘሰክፍ ስእነት መግቢ ከየጋጠማ ክትሓልፎ ዘኽኣላ ህርኩትና ህዝባን መንግስታን ምዃኑ ኣስሚሩ ኣሎ። ኣብ ዝሓለፈ ዓመታት ብጥሙር ፕሮግራማትን ሓያል ውዳበን፣ ሰብኣውን ንዋታውን ዓቕምታት ብምርባሕ ሳላ ዝተሰርሐ፣ ቀሊል ዘይኮነ ገስጋስ ከምዝተመዝገበ ዝጠቐሰ እቲ ሓተታ፣ ብጻዕሪ ህዝብን መንግስትን ኣብ ብዙሕ ከባቢታት ተሃኒጾም ዝርከቡ ከዘንቲ ማያትን መእለዪ ወሓይዝን ከምኡ'ውን ኣብ ምሩጽ ከባቢታት ዝተሰላሰሉ ምድልዳላት መሬት ሎሚ ንሰፊሕን ዘመናውን ሕርሻዊ ንጥፈት ባብ ኣርሒዮም ከምዘለዉ ገሊጹ። እቲ ሰሙናዊ ሓተታ መወዳእታ ኣብ መስርሕ ህንጸት ሃገር ተረጋጊጹ ካብ ዘሎ ዓበይቲ ዓወታት ሓደ ባህሊ ርድየትን ተጸባይነትን ወጊድልና ኣብ ጻዕርና ብምእማን ኣፍራይነትና ንምድንፋዕ ቆሪጽና ምንቃድና ምዃኑ ብምሕባር፣ እዚ ብልጫ'ዚ ከኣ ከም ሃገርን ህዝብን ኣብ ገዛእ ርእስናን ጸጋታትናን ተኣማሚንና ብዕዉት መኣዝን እናመረሽና ነዊሕ ኣብ ዘይኮነ ግዜ ራኢና ክንጭብጥ ዘኽእለና ከም ዝኾነ ኣረጋጊጹ።